ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደልናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብኽብሪ ዕድም ክቡራት ሰማዕቲ ብርክት ዝበሉ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንክበጽሓኩም ዜናታት ብእዋን ንክትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደውል ምልክት ምጥዋቕ ኣይትረስዑ ወጥሪ ኢራንን ኣሜሪካን ብዝምልከት በዓል ስልጣናት ኢራን ሓድሽ መሰማምዒ ሓሳብ ንኣሜሪካ ከም ዘቕረቡ ይጽብጸብ ኣሎ እቲ ኩነታት ብዝምልከት ፕሬዚዳንት ኣሜሪካ ዶናልድ ጄ ትራምፕ ኣብ ዝሃብዎ መልሲ ድማ ኢራን ኣብ ሰለስተ መዓልታት ውሽጢ ኢዳ ክትህብ'ያ ምባሎም ኣዝዩ ኣዘራራቢ ጉዳይ ኮይኑ'ሎ። ኢራን ንመፃብብ ሆርሙዝ ዳግማይ ንምኽፋትን ኣብዚ ሕጂ እዋን ዝካየድ ዘሎ ኹናት ንምቁራፅ ሓዱሽ ስምምዕ ንኣሜሪካ ከምዘቕረበት እዩ ተገሊፁ ዘሎ። ይኹን እምበር ቴህራን ኣብዚ ስምምዕ ብዛዕባ ኒኩሌራዊ ፕሮግራማ ዝካየድ ዘሎ ድርድር ክተሰጋግሮ ከምትደሊ ምንጪ ዜና ኣክሲዮስ ስሞም ዘይጠቐሶም ሰበስልጣን ኣሜሪካ ብምጥቃስ ገሊጹ'ሎ። እዚ ብተደራደርቲ ፓኪስታን ናብ ኣሜሪካ ዝቐረበ ሕቶ ስምምዕ ኢራን፣ ድርድር ክልቲኤን ሃገራት ደው ኢሉ ኣብ ዝነበረሉን ላዕለዎት መራሕቲ ኢራን ኣብ ጉዳይ ኒኩለር ኣብ ሓበራዊ መርገጺ ክበጽሑ ኣብ ዘይከኣሉሉን ወሳኒ እዋን ምዃኑ'ውን ተገሊጹ'ሎ። እዚ ከምዚ ኢሉ እንከሎ ኣሜሪካ ነዚ ንመጻብቦ ሆርሙዝ ባዕላ ንምኽፋት ዝዓለመ ስምምዕ እንተድኣ ተቐቢላቶ፣ ፕሬዝዳንት ዶናልድ ጀይ ትራምፕ ንኒኩለራዊ ፕሮግራም ኢራን ጸቕጢ ንምግባር ስምምዕ ንምግዳድን ርኡይ ናይ ድርድር ሓይሊ ክስእኑ ይኽእሉ'ዮም ዝብል ስክፍታታት ኣላዒሉ ይርከብ ኣሎ። ነዚ ጉዳይን እቲ ዝቐረበ ሓድሽ ስምምዕን ብዝምልከት፣ ፕሬዝዳንት ኣሜሪካ ዶናልድ ጀይ ትራምፕ ሎም ሶኑይ ኣብ ክፍሊ ኩነታት ዋይት ሃውስ ላዕለዋይ ደረጃ ኣኼባ ከካይዱ ምዃኖም'ውን እቲ ጸብጻብ ወሲኹ ሓቢሩ ይርከብ ኣሎ። ፕሬዝዳንት ኣሜሪካ ዶናልድ ጄ ትራምፕ ብወገኖም ነዚ ጉዳይ ኣመልኪቶም ትማሊ ምሸት ምስ ፎክስ ኒውስ ኣብ ዘካየድዎ ቃለ መሕትት ከምዝበሎ ናይ ኢራን ነዳድን መላእ ዞባ ማእኸላይ ምብራቕን ሓኒቑ ዝሓዘ እገዳ ባሕሪ ናይ ምቕፃል ድሌት ከምዘለዎም ክዛረቡ ዝተሰምዑ ኮይኖም በዚ ምኽንያት እውን ኢራን ኣብ ዝቕፅሉ ዝተወሰነ ሰሙናት ውሽጢ ተሳዒራ ኢዳ ክትህብያ ዝብል ተስፋ ከም ዘለዎም እዮም ሓቢሮም ዝርከቡ ዘለዉ። ናብቲ ካሊእ ዜና ምስ እንሰግር ኣብ ክልል ትግራይ ዘሎ ፖለቲካዊ ጎንፂ ናብ ሓደገኛን ወሳንን ምዕራፍ ከም ዝተሰጋገረ ዘርእዩ ፍፃመታት ተራእዮም ኣለዉ። ህወሓት ኣብ ዝቕፅል ሰሙን ሙሉእ ስልጣን እቲ ክልል ካብ ጊዚያዊ ምምሕዳር ንምምንዛዕ ዝሓንፀፆ መደብ ንሰላም እታ ክልል ይኹን ነታ ሃገር ከይተረፈ ኣብ ሓድሽ ብድሆ ኣእቲይዎ ይርከብ ኣሎ። ቅድሚ ሓሙሽተ ዓመት ኣብ ክልተ ሽሕ ዓሰርተ ሰለስተ ዓመተ ምህረት ኣቆጻጽራ ግዝ ዝተኻየደ ኣካታዒ ውጽኢት መረጻ መሰረት ብምግባር ከም ምጅማር ኲናት ዝቖጸሮ ህወሓት ነቲ ቅድሚ ሕጂ ዝነበረ ክልላዊ ቤትምኽሪ፣ ካቢኔ ሚኒስትራት፣ ዳግም ክቐውም ወሲኑ ኣሎ። ነዚ ውሳነ ንምጽዳቕ ድማ ነቶም ተበቲኖም ዘለዉ መራሕቲ ዞባ ነበር ኣኪቡ ኣብ መቐለን ዝተፈላለያ ከተማታትን ክልል ትግራይ ህዝባዊ ኣኼበታት እናካየደ እዩ ዝርከብ። እዚ ተግባራት ህወሓት ኣብ ጸጥታውን ፖለቲካውን ኣቃውማ እቲ ክልል ዓብዪ ምፍልላይ ፈጢሩ ይርከብ ኣሎ። ፕሬዚዳንት ግዝያዊ ምምሕዳር ክልል ትግራይ ሌተና ጀነራል ታደሰ ወረደ ነዚ ንጥፈት ህወሓት ፍጹም ዘይሕጋዊ ዕልዋ መንግስቲ ክብሉ እዮም ብትሪ ኮኒነምዎ ዘለዉ። እቲ ዝገደደ ድማ ነዚ ብሌተና ጀነራል ታደሰ ወረደ ዝምራሕ ጊዚያዊ ምምሕዳር ክልል ትግራይ ብዓመፅ ናይ ምውዳቕ ዕማም ብኮነሬል ገብረስላሴ ዝምራሕ ሰራዊት ዕስራን ክልተን ዝተብሃለ ወታሃደራዊ ክንፊ ከምዝተዋሃበ እዩ ዝሕበር ዘሎ። እዚ ድማ ፖለቲካዊ ፍልልያት ናብ ዕጥቃዊ ግጭት ከብፅሕ ከምዝኽእል ዘመላኽት ኮይኑ ተረኺቡ ኣሎ። እቲ ድሕሪ እዚ ፍፃመ ዘሎ ዘሰክፍ ሓቂ እዚ ስጉምቲ ብቐጥታ ንውዕሊ ሰላም ፕሪቶርያ ዝጥሕስ ምዃኑ'ዩ ክብሉ እውን ተንተንቲ ይገልጹ ኣለው። ስምምዕ ፕሪቶርያ ኣብ ክልል ትግራይ ሕጋዊ መረጻ ክሳብ ዝካየድ ንኹሉ ዝሓቖፈ ግዝያዊ ምምሕዳር ክምስረት ብንጹር ከም ዘቐመጠ እውን ይገልጹ። ህወሓት ነዚ ኣህጉራዊ ስምምዕ ንጎኒ ገዲፉ ነቲ ዝጸንሐ መሓውር ናብ ንቡር ንምምላስ ዝገብሮ ፈተነ ምስ ፌደራል መንግሽቲ ሓድሽ ፖለቲካውን ወተሃደራውን ግጭት ንምኽፋት ንጹር ኣዋጅ ኲናት ጌርካ ክውሰድ ይከኣል ክብሉ እውን ወሲኾም ኣለው። ኣብዚ ቀረባ እዋን ኣብ ከተማ ኣኽሱም ኣብ ዝተኻየደ ዕጹው ኣኼባ ህወሓት ቅድሚ ሃገራዊ ምርጫ ምስ ካልኦት ክልላዊ ዕጡቓት ሓይልታት ምሕዝነት ብምፍጣር ኣንጻር ፌደራል መንግስቲ ኲናት ክጅምር ከም ዝሓሰቡ ተገሊጹ'ዩ ክብሉ እውን ወሲኾም ኣለው። እዚ ድማ ሓደጋ ናይዚ ምምንዛዕ ስልጣን ዘጉልሕ እዩ ክብሉ እውን ኣፍሊጦም ኣለው። ኣብዚ ኩሉ ናይ ስልጣን ቃልሲ ፖለቲካዊ ኢሊታትን ኲናትን ዝፈጥሩን እቲ ዝዓበየ ዋጋ ዝኸፍል ዘሎ ድማ ህዝቢ ትግራይ ምዃኑ'ዩ ተገሊጹ ዘሎ። ኣብዚ ብሚልዮናት ዝቑጸሩ ዜጋታት ክሳብ ሕጂ ኣብ መዕቖቢ መዓስከራት ዘለዉዎ ጥሜት ኣብ ልዕሊ እቲ ክልል ይዘንብን ዝዓነወ መሰረተ ልምዓት ዳግማይ ዘይተሃንጸሉን ዘስካሕክሕን እዋን ኲናት ይኣክል ዝብል ጽኑዕ መልእኽቲ ህዝቢ ብዝተፈላለየ መንገዲ የቃልሕ ኣሎ። ፖለቲካዊ ሓይልታት ንጠለብ ሰለም ልምዓት ህዝቢ ንጎኒ ገዲፎም ነቲ ዞባ ናብ ካሊእ ምዕራፍ ምጽናት ዓሌት ንምምላስ ዝገብርዎ ዘለዉ ጻዕርታት ታሪኻዊ ጌጋ ጥራሕ ዘይኮነስ ጥልመት ህዝቢ ክብሉ ውን ብትሪ ዮም እናጠንቀቑ ዝርከቡ ዘለዉ። ናብቲ ካሊእ ዜና ምስ እንሰግር፣ ማሊ ሚኒስትሪ ምክልኻላ ተቐቲሉ። ኪዳል ኣብ ኢድ ዕጡቓት ከምዝወደቐ'ዩ ተገሊጹ ዘሎ። ኣብ ማሊ ብጅሃዳውያን ዕጡቓት ተገንጸልቲ ሓይልታትን ብዝተወደበ ማዕበል መጥቃዕትን ሚኒስትሪ ምክልኻል እታ ሃገር ሳድዮ ካማራ ከምዝተቐትለ ተገሊጹ'ሎ። እቲ ሚኒስትር ዝተቐትለ ኣብቲ ጥቓ ርእሰከተማ ባማኮ ዝርከብ መንበሪ'ዩ። ብዝተፈጸመ ነብሰ ቅትለት መጥቃዕቲ'ዩ። መንግስታዊ ተሌቬዥን ከም ዘረጋገጾ፣ ካማራ ምስቶም መጥቃዕቲ ዝፈጸሙ ዕጡቓት ኣብ ምክልኻል ከሎ ብዝበጽሖ መውጋእቲ ኣብ ሆስፒታል ህይወቱ ከም ዝሓለፈ'ዩ ዝሕብር። ኣብቲ መጥቃዕቲ ሰለስተ ኣባላት ስድርኡ'ውን ተቐቲሎም ኣለዉ። መሪሕነት እታ ሃገር፣ ጀነራል ኣስሚ ጎይታ ድሕሪ'ቲ ኣብ ልዕሊ መንበሪ ገዝኡ ዝተፈጸመ መጥቃዕቲ ናብ ውሑስ ቦታ ከም ዝተሰጋገረ ተፈሊጡ'ሎ። ዓወት ተገንጸልቲ ሓይልታት ምስሓብ ሩስያውያን ዕጡቓትን ኣብ ሰሜናዊ ክፋል እታ ሃገር ተገንጸልቲ ሓይልታት ኣዛዋድ፣ FLA፣ ንከተማ ኪዳል ከምዝተቖጻጸሩዋ ገሊጾም ኣለዉ። ብመሰረት ጸብጻብ እቲ ጉጅለ፣ እቶም ብመንግስቲ ማሊ ተቖጺሮም ዝነበሩ ሩስያውያን ወተሃደራት ኣፍሪካ ክሮፕስ ድሕሪ ናይ ክልተ መዓልታት ኲናት ካብታ ከተማ ብሰላም ንኽወጹ ምስቶም ዕጡቓት ስምምዕ ብምግባር ለቒቖም ወጺኦም ኣለዉ። ኩነታት ጸጥታዊ ዞባዊ ግብረ መልስን ናይዚ መጥቃዕቲ ኣብ ዝሓለፈ ዓመት ኣብ ማሊ ዝተፈጸመ ዝዓበየ ዝተዋደደ መጥቃዕቲ ጅሃዳውያን ምዃኑ ተንተንቲ ይገልጹ ኣለዉ። መንግስቲ ማሊ ኣብ መላእ ሃገር ናይ ድሕንነት መጠንቀቕታታት እውን ኣዊጁ ኣሎ። ኣብ ባማኮን ካልኦት ከባቢታት ድማ ናይ እዋን እቶ እቶ ኣዋጅ ኣንቢሩ ይርከብ ኣሎ። ዋና ጸሓፊ ሕቡራት ሃገራት ኣንቶኖ ጉተረዝ ምዕራብ ኣፍሪቃዊ ዞባ ውድብን ነቲ መጥቃዕቲ ብትሪ ኮኒኖም ኣለዉ። ፕሬዚዳንት ቡርኪና ፋሶ ካፕተን ኢብራሂም ትራኦሬ እውን ነቲ ተግባር ጭካነ ዝመልኦ ክብል ብምግላጽ ደገፍ ንህዝቢ ማሊ ገሊጹ'ሎ። ማሊ ካብ ክልተ ሽሕን ዕስራን ጀሚሩ ብወተሃደራዊ ጉጅለ ትመራሕ እኳ እንተሃለወት፣ ክሳብ ሕጂ ግን ነቲ ካብ ኣልቃዒዳን ዳዕሽን ዝምንጩ መጥቃዕቲ ክትገትኦ ኣይከኣለትን ዘላ። ብዙሕ ክፋል ሰሜን ምብራቕ እታ ሃገር ድማ ካብ ቁፅፅር መንግስቲ ወፃኢ ኮይኑ እዩ ዝርከብ። ብኻሊእ ዜና ኤርትራዊ ሰመረ ገብረዝጋብሄር ድሕሪ ነዊሕ ማእሰርቲ ካብ ቀይዲ ኢሚግሬሽን ኣሜሪካ ከምዝወፀ ተገሊፁ። ናብ ኤርትራ ክጥረዝ ብሰበመዚ ኢሚግሬሽን ኣሜሪካ ኣብ ትሕቲ ቀይዲ ዝፀንሐ ኤርትራዊ ሰመረ ገብረዝጋብሄር ድሕሪ ነዊሕ ሕጋዊ መስርሕ ካብ ማእሰርቲ ኢሚግሬሽን ኣሜሪካ ከምዝተፈትሐ ሰበስልጣን እታ ሃገር ኣረጋጊፆም ኣለው። እዚ ሰመረ ዝተብሃለ ውልቀሰብ ኣብ መጀመርታ ናይዚ ሰሙን ካብ መዳጎኒ ማእኸል ማኩክ፣ ነብራስካ፣ ተፈቲሑ ብተቖፃፃሪ ኣኽበርቲ ኢሜግሬሽን፣ ጉምሩክ፣ እታ ሃገር ናብ ኢጋን፣ ሚኒሶታ፣ ተመሊሱ ኣሎ። ቤርገሳዊ ማሕበር ነብራስካ ኣሜሪካ ማእሰርቲ ሰመረ ዘይሕጋዊ ብምባል ብዘቕረቦ ክስን ነዊሕ መጎተን እቲ ጉዳይ ብዘይ ተቓውሞ ክስረዝ ቤት ፍርዲ ፌደራል ዝሓለፈ ሓሙስ ወሲኑ ኣሎ። ሰመረ ብሰንኪ እቲ ኣብ ኤርትራ ኣሎ ዝበሎ ግህሰት ሰብኣዊ መሰላት ኣብ ክልተ ሽሕን ዓሰርተ ሽዱሽተን ካብ ኤርትራ ሃዲሙ ናብ ሕቡራት መንግስታት ኣሜሪካ ከምዝኣተወ እዩ ዝገልጽ። በቲ ፕሬዚዳንት ትራምፕ ኣብ ልዕሊ ዘይሕጋውያን ዝበሎም ስደተኛታት ዘሕለፎ ውሳነ መሰረት ድማ ናብ ኤርትራ ክጥረዝ እዩ ኣብ ትሕቲ ቀይዲ ጸኒሑ። ዳኛ ኢሚግሬሽን ኣሜሪካ ሰመረ ካብታ ሃገር ክስጎግ እኳ እንተኣዘዘ እቲ ቤት ፍርዲ ግን ንኣህጉራዊ ሕጊ ምርኩስ ብምግባር ንሓደ ካብ ሃገሩ ብሰንኪ ግህሰት ሰብኣዊ መሰላት ወጺኡ ዝበሎ ኣብ ሓንቲ ብኣህጉራዊት ውዕሊ ስደተኛታት እቲ ቀይድ ሃገር ዑቕባ ድሕሪ ምሕታቱ ናብታ ዘምለጠላ ሃገር ክምለስ ከም ዘይክእል እዩ ወሲኑ ዝርከብ። ሰበመዚ ኢሚግሬሽን ኣብ ግንቦት ክልተ ሽሕ ዕስራን ሓሙሽተን ንሰመረ ኣብ ቀይዲ ድሕሪ ምእታዎም ናብታ ዝመጽኣላ ካልኣይቲ ሃገረ ጀርመን ክጥርዙዎ እኳ ፈቲኖም እንተነበሩ ንውሳነኦም ዘራጉድ ሕጋዊ ሰነዳት ስለ ዘይረኸቡ ግን ኣብ ዝተናውሐ ማእሰርቲ እዩ ጸኒሑ። ጠበቐታቱ ሓደ ሓታቲ ዑቕባ ድሕሪ ትእዛዝ ቤትፍርዲ ካብታ ዑቕባ ዝሓተተላ ሃገር ኣብ ግዚኡ ክጥረዝ እንተዘይክኢሉ ንኽንደይ ዝኣክል ግዜ ኣብ ማእሰርቲ ክጸንሕ ይኽእል ዝድርት ዓንቀጽ ብምልዓል'ዮም ክማጎትሉ ጸኒሖም። ዝሓለፈ ሰሙን እቲ ቤት ፍርዲ ብዝሃቦ ትእዛዝ ንሃለዎቱ ዝቆጻጸር ጂፒኤስ ሞኒተር ተገይርሉ ብቀጻሊ ናብ ሰበመዚ ኢሚግሬሽን እናቐረበ ህላወኡ ንኸረጋግጽ ብምእዛዝ'ዩ ተፈቲሑ። መንግስቲ ኣሜሪካ ጸጥታ ዶባቱ ብምሕያል ኣብ ውሽጢ ሃገር ሰፊሕ ተፍቲሽ ብምክያድን ኣብ ልዕሊ ስደተኛታት ስጉምቲ ክወስድ ምጽንሑ ዝፍለጥ ኮይኑ ብዙሓት ስደተኛታት ናብ ዓዶም ሳልሳይ ሃገራት ብወታደራዊ ነፈርቲ ክስጎጉ ጸኒሖም እዮም። ምምሕዳር ትራምፕ ሕጋዊ ሰነዳት ዘለዎም ዜጋታት ኤርትራን ሶማልን ዝርከብዎም ካብ ዓሰርተ ትሽዓተ ሃገራት ዝመጹ ናይ መንበሪን ናይ ስራሕን ፍቓድ ሰነዳቶም ዳግማይ ክምርምሮን ክግምግሞን ምዃኑ እውን ኣፍሊጡ እዩ። ኣብ ርእሲ'ዚ ፕሬዝደንት ትራምፕ ካብ ተወላዶ ኩለን ሃገራት ንዝቐርብ ሕቶ ዑቕባ ንዘይተወሰነ እዋን ደው ብምባል ካብ ሃገራት ሳልሳይ ዓለም ንዝመጽኡ ስደተኛታት ቀዋሚ እገዳ ከምዘንበረ ይፍለጥ። ኣብ ዝሓለፈ ዓመት ፉኣድ ስዒድ ዓብደልቃድር ዝተብሃለ ሓደ ኤርትራዊ ኣብ ፔንሲልቬንያ ኣብ ዝርከብ ቤት ማእሰርቲ ከምዝዓረፈ ይፍለጥ። እቲ ወዲ ኣርብዓን ሽዱሽተን ዓመት ስደተኛ ብ ዓሰርተ ኣርባዕተ ታሕሳስ ክልተ ሽሕ ዒስራን ሓሙሽተን ኣብ ማሸኖን ቫሊ ብኢሜግሬሽን ኣኽበርቲ ጉምሩክ፣ IC፣ ኣብ ትሕቲ ቀይዲ ድሕሪ ምእታዉ'ዩ ኣብ ቤት ማእሰርቲ ዓሪፉ። እቲ ግዳይ ንክልተ ሚእትን ዓሰርተ ሓሙሽተን መዓልታት ኣብ ትሕቲ ቀይዲ ዝጸንሐ ኮይኑ፣ ኣብ ፈጻሚ ቤት ጽሕፈት ክፍሊ ፍትሒ ተታሒዙ ዳግመ ግምት ኢሜግሬሽን መስርሕ ፍርዲ ይጽበይ ነይሩ። ጠንቂ ሞቱ ከኣ ክሳብ ሕጂ ኣብ ምጽራይ ከም ዝርከብ'ዩ ተገሊጹ ዘሎ። ናብቲ ናይ መወዳእታ ሓበሬታ ምስ እንሰግር፣ ልኡኽ ኤርትራ ኣብ ሩስያ ኣብ ዝተቓንዐ ቁጠባዊ ዋዕላ ዩሮ-ኤስያ ተሳቲፉ። ብኣምባሳደር ኤርትራ ኣብ ፌደረሽን ሩስያ ኣቶ ጴጥሮስ ጸጋይ ዝተመርሐ ልኡኽ ኤርትራ ካብ ዕስራ ክሳብ ዕስራን ክልተን ሚያዝያ ኣብ ከተማ የክትሪንበርግ ሩስያ ኣብ ዝተቐንዐ መበል ዓሰርተ ሽዱሽተ ቁጠባዊ ዋዕላ ዩሮ ኤስያ ተሳቲፉ። እቲ ብምውህሃድ ሚኒስትሪ ትምህርትን ስነ ፍልጠትን ሩስያ፣ ዩኒቨርሲቲ ስነ ቁጠባ ኣራልን ምምሕዳር ከተማ ኣይተሪዝግን ዝተወደበ ዋዕላ፣ ብቐንዱ ተምሃሮ ዩኒቨርሲታት፣ መንእሰያት ተመራመርትን፣ ንምትብባዕ ከምኡ'ውን ኣብ መንጎ ተምሃሮ ዩኒቨርሲታት ዓለም ናይ ሓባር መረዳእታ ንምፍጣር ዝዓለመ ከምዝነበረ'ዩ ተገሊጹ። ኣምባሳደር ጴጥሮስ ጸጋይ ኣብ ዘስመዖ መደረ፣ እቲ ኣጋጣሚ ምትሕብባር ንምድንፋዕ ዕድል ከምዘርሑ ዘለዎ ጽኑዕ እምነት ገሊጹ'ሎ። ኣብ'ቲ ዋዕላ ኣምባሳደራት፣ ዲፕሎማሰኛታት፣ ፕሬዚዳንት ዩኒቨርሲታትን፣ ተመራመርትን ዝርከብዎም ካብ ሚእትን ዓሰርተ ሸውዓተን ሃገራት ዝተወከሉ ዕስራን ኣርባዕተን ሽሕ ተሳተፍቲ እውን ተሳቲፎም ነይሮም። እምበኣርከስ ክቡራት ተዓዘብቲ ነዚ እዋን ዘደለናዮ ሓበሬታ እዚ ዝመስል ነይሩ። ብኻሊእ ዜና እስካዕ ንራኸብ ሰላም።